ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናል ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። ክብራት ኣሕዋተይ እንኳዕ ድማ ናብ ቻናል ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓ ማለት እዩ ብዛዕባ ኣብ ዓዲ ዓረብ ዘለኹም ብዘይ ሕጋውያን ንትሰርሑ ሓድሽ ሓበሬታ እየ ሒዘልኩም መፂ እዝነይኹ ማለት እዩ። እቲ ሓበሬታ ንሱ እንታይ እዩ ብፍላይ ድማ ብሕጋውያን መጺእኽን ኣብዛ ዓዲ ጠፊእኽን ንትሰርሓ ኣብ መጨረሻ ዓድኽን ክትኣትዋ ከለኽን ዘለዎ ጣጣ ብዙሓት ኣሕዋቲ ኣብ ችግር ውስጥ ዝኣተዋ እነዋ እና ክትጥንቀቃሉ ዘለክን እዩ ዋላ ብባሕሪ ትሰርሓ እውን ማለት ብባሕሪ መጺእኽን ትሰርሓ ኣብዛ ዓዲ ኣብ መጨረሻ ዓድኽን ክትከላ ዘለ ከለኽን ዘሌክን ነገራት ሓድሓድ ነገራት ማለት እዩ ካልኣይ ከዓንዬ እንታላይ ከኣ ማለት እዩ ኣብዚ ዓዲ ንብዙሕ ዓመት ብዘይ ሕጋውያን ሰሪሕኽን ንዓድኽን ክትከዳ ከለኽን ወይ ኢድካ ሂብካ ኢድካ ሂብካ በስሩይ ጸኒሕካ ዓዲ ምእታው ኣሎ ባዕልኻ ወዲእኻ ፕሮሰስ ጌርካ ብሕጋዊ መሰረት ትኬትካ ቆሪጽካ ትኸደሉ መንገዲ እውን ኣሎ እና ንዕኡ ክንደይ ገንዘብ ዝኣክል እዩ ዝኣኽለና ንዝብል መዓዝ መዓዝ ከ እዮም ዝሰርሑ ንዝብል ክነግረኩም እየ እስከ ዓብዪ ድፍጻመ ተኸታተልዎ ማለት እዩ ንቻናለይ ሓደሽቲ ዝኾንኩም ሰብስክራይብ ንምድለዋተይ ከዓ ላይክ ሸር እናግበርኩም ኣበረታትዑኒ ማለት እዩ ክብራ ዘሕዋተይ ላይክ ሸር ንትገብሩይ ከዓ ካብ ልቢ እናመስገንኩ እየ ደቂ ዓበይቲ ወይ መዓረይ ማለት እዩ እና ናይ ሎማዓንቲ ብጣዕሚ ኣገዳሲ ዝኾነ ሓበሬታ እዩ። ሓንቲ ሓፍትና ዓብዪ ችግር ዘጋጠማ እኒሆና ብመጀመርያ ግን እቲ ዘሕጉዘና ክነግረኩም ክብራት ኣሕዋተይ ካብኡ ከዓኒ እቲ ክትጥንቀቕሉ ዘለኩም እውን ክነግረኩም እና ብዘይ ሕጋውያን ትሰርሑ ኣሕዋተይ ንዓዲ ንክትኸዱ ክንደይ ዝኣክል ገንዘብ ይኣኽለኒ ይኸውን ኢልኩም ንትጭነቑ ወይ ከዓ ሕቶ ንዝኾነኩም ብባሕሪ ኾነ ብባሕሪ ዝመጻኽን ሓደ ብጠለብ ዝመጻኽን ጠፊእኽን ትሰርሓ ብደገ ማለት እዩ። ክንደይ ዝኣክል ገንዘብ ይኣኽለና ንትብላ መጀመርያ ዝተሓደሰ ፓስፖርት ጠለብ ኩና ብሓርተኞች ብጠለብ ዝመጻእክን ኩና ብባሕሪ ዝመጻእክን ኩና ማለት እዩ ዝተሓደሰ ፓስፖርት እንድሕር ድኣ ሃሊእክን ብዘይ ምንም ብዘይ ምንም ነገር ኤምባሲ ከይድክን ናይቲ ፓስፖርትክን ፎቶኮፒ ሂብክን ብቻ ዓድክን ክትከዳ ትኽእላ ኢኽን ማለት እዩ ማለተይ ብዘይ ምንም ሊሴምፓሲ እዛ ፓስፖርትክን ብሓንቲ ሪያል ኮፒ ጌርክን ትህባ ካብኡ ከዓኒ ኣብ ናይ ፌስቡክ ድረገፆም ናይ ኤምባሲ ናይ በዓልቶም ድረገፅ ኣለዎም ሪያድ ኤምባሲ ዝብል ወይ ከዓኒ ሪያድ ኤምባሲ ከዓ ቆንስላ ፅሕፈት ቤት ዝብል ኣለዎም ኣደ ፍሬንድ ሓቲትክን ፍሬንድ ትኾና ፈለው ትብልኦም ካብኡ ከዓኒ ብቲ ድረገጽም ስም ዝርዝር ስም ዝርዝርክን ይመጽእ እንድሕር ደኣ ምንም ዓይነት ናይ ፓስፖርት ወይ ከዓ ምን ነገር እንድሕር ደኣ ዘይብልክን ወይ ከዓ ወይ ዝወደቐ ፓስፖርት ወይ ከዓ ማንነትክን ዝገልጽ ዝወደቐ ፓስፖርት ተልኢ ተልኡ ወዲስ ኤምባሲ ክትብኣ ኢኸን ሪያድ ኬክን ናብ ሪያድ ኤምባሲ ከይድክን ወይ ከዓ ብዘለክን ከባቢ ግዳይ ክኸውን ይኽእል ብቻ ዝኾነ ይኹን ኤምባሲ ከድክን ዝተሓደሰ ፓስፖርት ተልእክ ከምታዘልካንያ ዝወደቐ ፓስፖርት ኮይኑ ደግሞ ኣርባዕተ ሜትር ሓምሳን ኣርባዕተ ሜትር ሓምሳን ሪያል ትኸፍላ ናይ ሊስ ኤምባሲ ሰላሳ ቅርሺ እስካብ ሰብዓ ዘሎ ደግሞ ናይ ፎቶግራፍ ሓሙሽተ እስካብ ኣርባዕተ ቅርሺ ዘሎ ደግሞ ናይ ፎቶኮፒ እዚኣ ትሕዛ ሓፈሻዊ ልዕሊ ሓሙሽተ ሜትር ሓምሳን ይኸውን ኣሎ ማለት እዩ ካብኡ ከዓኒ ምንም ዓይነት ፓስፖርት ዘይብልክን ብጠለብኩና ብባሕሪ ምንም ዓይነት ፓስፖርት እንድሕር ድኣ ዘይብልክን ኮይኑ ንዓኻትክን ዝገልፅ ማንነትክን ዝገልፅ ኢትዮጵያውያን ምዃንክን ዝገልፅ መታወቂያ ካብ ዓዲ ኣውፂእኽን ብፎቶ ገይሮም ይልእኹልክን እሞ ካብኡ ብኡ ገይርክን ማንነትክን ዝገልፅ ወረቐት ብጫ ወረቐት ይሰጡኽን። ይህብኽን ካብኡ ከዓ ምስ ሃብኽን ናብ ዓሸራ ትለኣኻ ማለት እዩ ዓሸራ ሂብክን ናብ ኢትዮጵያ ትኸዳ ማለት እዩ ካብኡ ትኬት ክንደይ እንሆ ንዝብል ደግሞ ትኬት እስከ ኣዲስ ኣበባ ትኾይን እስከ ሓሙሽተ ሜትር ሓምሳን ካብ ካብ ካብ ርያድ ናብ ትግራይ ኣክሱም ክኸውን ይኽእል ሽረ መቐለ ተኾይኑ ደሞ ካብ ሽሕራን እስካብ ሽሕን ክልተን እስካብ ሽሕን ሰለስተን እስካብ ሽሕን ኣርባዕተን ከም ወቕቱ ማለት እዩ ንኣብነት እንድሕር ደኣ ኢልኩም ኣብ ሳልሳይ መዓልቲ ዝቑረጽ እና ዓሰርተ መዓልቲ ዝቑረጽ ዓሰርተ ሓሙሽተ መዓልቲ ዝቑረጽ ኣብ ዕስራ መዓልቲ ዝቑረጽ ይፈላለ እዩ እና እንታይ ክትገብር ኣለክን ኣንውሕ ቢልክን ትቖርጾ እሞ ብውሕድ ገንዘብ ክኸው ምእንታን ክኾነልክን ማለት እዩ ሓፈሻዊ ክንዶ ይኸውን ኣሎ እስካብ ሪሴምፓሲ ሓፈሻዊ እንድሕር ደኣ ኮይኑ እስካብ ሽሕን ሓሙሽተን ናይ ትራንስፖርቲ ካብ ሪያድ ካብ ገዛኽን ናብ ሪያድ ኤምባሲ ክትከዳን ክትመጽኣን ካብ መስክን ናብ ዓሸራ መውሰዲ ካብ መስክን ትራንስፖርት ናብ ኤርፖርት መክየዲ ብቻ ግን እስካብ ኣዲስ ኣበባ ተኮይኑ እስካብ ሽን ሓሙሽተን እስካብ መቐለ ተኮይኑ ደሞ እስካብ ክልተ ሽሕ ክውድኣክን እዩ ማለት እዩ ሓደ ሓደ ሰብ ሰለስተ ሽሕ ሓሙሽተ ሽሕ ዝለክን ከይትሰምዓ እና ኣብዚ ብጣዕሚ ክትጥንቀቃላ ዘለክን ማለት እዩ ክብራት ኣሕዋተይ ንዓዲ ክትኸዳ ከለኽን ሪያድ ኤምባሲ ከይድክን ሊሴ ኤምባሲ ክተውፅኣ ከለኽን ሊሴ ኤምባሲ ውፅኢኽን ናብ ዓሸራ ቤት ዓሸራ ሂብክን ኣብ መጨረሻ ትኬት ቆሪፅክን ናይ መጨረሻ ምዕራፍ ክተፅሕ ከላ ትቐርያ ኣሕዋት ኣለኽን ናይ ትኬት ከሲርክን ናይ ሊሴ ኤምባሲ ከሲርክን ዝኹሉ ትራንስፖርት ከሲርክን ዝወፃእክን ስራሕ ከሲርክን ኣብ መጨረሻ ገንዘብ ይሕደኪ እንካዕ ዝኾነ ኣጋጣሚ ተረኽባ እሞ ትቃሪ ኣሕዋት የኔኽን ኣብዚኣ ጥንቃቐ ክትገብራ ኣለክን ጥንቃቐ ክትገብራ ኣለክን ማለት እዩ ንሱ እንታይ እዩ ሊሴምፓሲ ክተውፅኣ ትኽእላ ኢኽን ምንም ችግር የብሉን ሊሴምፓሲ ውፅኢኽን ዓሸራ ሂብክን እንድሕር ዳ ቃሪኽን ግን ድጋሚ ካሊእ መዓልቲ እንተስ ንዓመቱ እንተስ ድሕሪ ዝተወሰነ ወርሓት ካልኣይ መዓልቲ ኣብ ዓሸራ ኬድክን ዓሸራ እንድሕር ደኣ ከተባ ኬድክን ኣብኡ ክትተሓዛ ኢኽን። መጀመርያ ዓሸራ ጌርክን ንምንታይ ዘይወጻእኽን ኢሎም እዞም ፖላዊስ ክሕዙኽን ስለ ዝኽእሉ ተጠንቀቓ ማለት እዩ። ካልኣይ ከዓኒ ብኮንትራት መጺኽን ብኮንትራት መጺኽን ማለት እዩ ኣብዛ ዓዲ ምስ መዳምክን ተባኢስክን ወይ ዝኾነ ነገር እንድሕር ደኣ ሰሪቕክን ወይ ከዓ ንደቃ ወቂዕክን እንድሕር ጠፊኽን ብቻ ግን ዝኾነ ኬዝ ዝኾነ በቃ ዝኾነ እንድሕር ችግር ኣጥፊእኽን ወፂእኽን ኣብዛ እንትን ኣብዚ ዓሸራ ትርከባ ኢኽን እና እዚ ተጠንቀቓ እንታይ እየ ዘጥንቀቐክን ዘለኹ ንዝኾነ ኮይኑ እንዲ ግን ካብ ጠለብ ትጠፍ ኣሕዋተይ እንድሕር ድኣ ሃሊእኽን ሓደ ነታቶም ኣቕሓ ምንም ነገር ከይትነኽኣ ዋላ ዜሮ ሓሙሽተ ሳንቲም ትኾን ዋላ ሓንቲ ርያል ትኹን ኣይትንካኣ ናይ ሰብ ነገር ኣዕራብ ናይ ዝበዝሐ ናይ ዝወሓደ ኣይኮነን ዋላ ሓንቲ ሳንቲም ክትወሰድ እንድሕር ድኣ ሪኢኹምኻ ከም ሌባ እዮም ዝቆጽርኻ ናይቲ ኣቕሓ ዓብይን ንእሽተይን ኣይብሉን ስለዚ ጥንቃቐ ክትገብራ ኣለክን ምስኣተን ትስማዕማዓ ኣለክን ክትጠፍኣ እንተኮይንክን እኳ ንስ ምጥፋእ ኣብዚ ሕዚ ግዜ ኣየዋጽን ኣብ ዘለኻዮ ምስራሕ እዩ ምክንያቱም ጠፊእኻ ስራሕ የለን ዝበኣሰ ኪሳራ ጭንቂ ዓርስኻ ምጉዳእ እዩ እና ብጣዕሚ ክፉኣት ሓደገኛታት ንሂወትክን ኣስጋእ እንድሕር ደኣ ኮይኑ ግን ትጠፍኣ ትኽእላ ኢኽን ጥፋ ኣይኮንኩን ዝብል ዘለኹ ካብ ሂወትካ ዝዓቢ ነገር ስለ ዘየለ ማለት እዩ ሂወትካ ንኸተድሕን ዘይትገብሮ ነገር የለን ስለዚ ክብራት ኣሕዋተይ ካብቲ ገዛ ግን ንዓኣቶም ዘቐይም ነገር ከይትገብራ ምክንያቱም ሓንቲ ናይ ራሲ እንታይ ገይራ እንታይ ተትገብር ፅቡቕ እዩ ክልተ ዓመት ሰሪሓ ኣብ ስዑዲ ዓረብ ክልተ ዓመት ሰሪሓ ንዓዲ ተኻይደ እሞ ንዓዲ ምስ ኸደት ድጋሜ ክልተ ወርሒ ኣብ ዓዲ ፀኒሓ ተመሊሳ እንዳ መዳማ ትመፅእ መታወቂያ ተሰሪሕላ ኣየር ትኬት ተቆሪፅላ ትመፅእ እሞ ምስ መፀት ምስተም ደቃ ትበኣስ ካብኡ ተም ደቃ ምስ ተባእሰት ወቂዓቶም ገለ ንዞም ቆልዑ ማለት እዩ ካብኡ ምስ ወቅዐቶም መዳም ደሞ ተናዲዳ ከምዚ ሁሩብ ገይራታ ናብ ስዑዲ ዓረብሲ ድጋሚ ንኸይትምለስ ኢላ ብናይ ባዕላ ደሞዝ ትኬት ቆሪፃ ክትሳፈር ገይራታ መዳማ ማለት ንሰራሕተኛኣ መዓዝ እዩ ኣብ ክልተ ዓመትን ሓሙሽተ ወርሓን ክልተ ዓመት ሰሪሓ ኬዳ ዓዲ ድጋሚ መፂኣ ሓሙሽተ ወርሒ ፀኒሓ ድሕሪ ሓሙሽተ ወርሒ እቲ ሽግር ተፈጢሩ ማለት እዩ እና እንታይ እያ ጌራ ሓሙሽተ ወርሒ ፀኒሓ ምስቶም ደቃ ስለ ዝተባኣሰት ምስ መዳማ ስለ ዝተባኣሰት እዚኣ ሓደገኛ ሰራሕተኛ እያ ኢላ ድጋሚ ናብ ስዑዲ ዓረብ ንከይትወፅእ ገይራ ኣፍሪማታ ባዕላ ፓስፖርታ ድስ በቃ ኣበላሽያትላ ትኬት ቆሪፃ ንዓዳ ክትከድ ገይራታ ካብኡ እታ መዳም ደሞ ኣብቲ ኣየር ትኬት ኣብቲ ኤርፖርት ማለት እዩ ኣብ ኤርፖርት ተብፂሓታ ትምለስ እሞ እዛ ቆልዓ ደሞ በእውነት ብጣዕሚ የድኒቐያ ማርያም መብዛሕትኡ ኣሕዋተይ ሲ መዳመ የባሪራትኒ መዳመ ከይፈለጥኩ ትኬት ቆርፃ ኣሳፊራትኒ ገለ ይብላ ብዘይ ፍቃድክን ድሕር ተሳፍረክን ኮይነን ካብ ኤርፖርት በዓል ትጠፍኣ ትኸላ ኢኽን ምክንያቱም ካብ ኢትዮጵያ ክትመፃ ከለኽን ብዙሕ መስዋእቲ ኣነ ክልተ ግዜ ተመላሊሰ እየ ሰለስተ ዓመት ወዲእኒ እዩ ክልተ ግዜ ከይደ መፅኤ ሰለስተ ዓመት ወዲእኒ ክኸድ ክመፅእ ማለት እዩ ብዙሕ በቃ ግዜ ብጣዕሚ ብዙሕ እንዲያው ማለት ናተይ ፓስፖርት ሲ ሕዱስ እዩ ነይሩ ሓድሽ ፓስፖርት ሒዘን ንዛ ፕሮሰስ ክገብር ዓመትን ሽዱሽተ ወርሕን ወዲእና ናይ መጀመርያ ዙር ኣብ ናይ ካልኣይ ዙር እውን ዓመትን ሽዱሽተ ወርሕን ወዲእና ኣጠቃላይ ሰለስተ ዓመትን ሰለስተ ወርሕን ወዲእኒ ሰለስተ ዓመት ሰለስተ ወርሕን ድማ ሰብ ሰርሐ ዝልወጠሉ ግዜ እዩና ግዜኽን ንምንታይ ተቃጽራ እንድሕር ምስ መዳምክን ዘይተስማዕሚዕክን ሓደ ሓደ ንያው መዳማት ርጉማን ማለት እዩ ምስ ዩኒፎርምካ ምስ ዲዛኻ ናብ ኤርፖርት ዝወስዳኻ ምንም ከይሓዝካ ማለት እዩ እና ትጠፍኣ ተኮይንክን ካብ ኤርፖርት እውን ጠፍኣ ትኽእላ ኢኽን ባይዘወይ ማለት እዩ እና እዚ ሓፍትና እውን እዚ የጋጢምዋ ኣሳፊራታ ሰበይቱ ደሞ ካብዚ ኤርፖርት እም፣ ጭልጥ ኢላ ወይ ለካ ብጣዕሚ የድኒኣያ ማርያምን ብጣዕሚ እያ ጎበዝ ኣብ መጨረሻ ግን ችግር ተፈጢሩ ብድሕሪኡ ግን ክልተ ዓመት ሰሪሓ እያ ጠፊኣ ቋሚ ስራሕ ብክልተ ዓመት ክልተ ሽሕን ገለን ሰሪሓ እግዚኣብሔር ይመስገን ዳሓረይ ግን ናብቲ ዓሸራ ኣውፂኣ ኣርባዕተ ሜትሮ ሓምሳ ንሂዋደይ ሴንታሲ ኣውፂኣ ናብ ዓሸራ ምስ ኸደት እንታይ እዩ ኣጋጢምዋ ህሩቢኺ ኢሎም ሒዞምዋ ማለት እዩ እንግዲህ ብርግፅ ኣብዚ ተኣሲራ ኣይትነብርን እቲ ዓረብ ክትፅዋዕ እያ ብቻ ብዙሕ ነገር እና እዙይ ብጣዕሚ እዩ ዘፍርሐካ ስለዚ እንታይ ክብለኪ ንደሊ ኣሕዋተይ ምስ መዳም ምስ ምንም ዓይነት ጥፍኣት ከይተጥፍኣ ኣይተመቸወክንን ንሂወት ክነስግኣ እንድሕር ድኣ ኮይኑ ትጠፍኣ ትኽእላ ኢኽን ወይ ከዓ መዳምኪ ርግምቲ ተኾይና ብዘይ ፍቓድኪ እንድሕር ተሳፍረክን ኮይና ካብ ኤርፖርት ክትጠፍኣ ትኽእላ ኢኽን እና ምስ መዳምክን ግን ዘይኮነ ነገር ወይ ክትበኣሳ የብልክን ምስ ደቃ እውን ሕማቕ ነገር ሕማቕ ፀባይ ክተርእያ የብልክን ካብ ገዛኣ ግን ምንም ዓይነት ኣቕሓ ክትሰርቅ ኣየብልክን ምክንያቱም እዚኣ ሰራቂት እያ ወንጀለኛ እያ ኢላ ክትከሰክን ትኽእል እያ ናይዛ ዓዲ ደግሞ ጠያቂ ይብልካ ብጣዕሚ ከቢድ እዩ እና ተጠንቀቃ ክብለክን ይፈቱ ናይ እንዳ ዓረብ ምንም ነገር ኣየለየክልን ማለት እዩ ክብራት ኣሕዋተይ እና ደቂ ዓበይቲ ወይ ማዕረይ ናይ ሎማዓንቲ ዝነበረ እ፣ ሓበሬታ እዚኣ ትመስል ነይራ ብዛዕባ እ፣ ዓሸራ ምኻድ ብዛዕባ ናይ ዲስ ኤምባሲ ብዛዕባ ክንደይ ገንዘብ ይኣኽለና ምናምን ዝብል ያው ብዝተኻእለን መጠን ገሊፀልኩም እያ ዘይተበርሀልኩም ነገር ተልዩ ካልእ ክትሓትኒ ትደልይዎ ነገር ተልዩ ደሞ ብውሽጢ መስመር ትረኽባኒ ትኽእላ ኢኽን ደቂ መዳም ቅመመይ ማለት እዩ። ማንኛውም ሰብ ብዛዕባ እዚ ብዛዕባ እዛ ቪድዮ እዚኣ ዙርያ እዚ ንዓይ ክረክብ ዝደሊ ኣብ መሰንጀር ብትግርኛ ዋልተስ ፍሽልኩም ሰርች እንድሕር ደኣ ጌርኩም ትረኽቡኒ ትኽእሉ ኢኹም። መሰንጀር ጓል ተስፍሽ ኢልኩም ትግርኛ ጽሒፍኩም ርኸቡኒ ካብኡ ንሕናሲ ስኢናክ መሰንጀር ገለትራ ብትግርኛ ጸሓፎ ብትግርኛ ጓል ተስፍሽ ኢልክን ተጽሒፍኩኖ ግዴታ ይወጽእ እዩ ማለት እዩ እና እንትን ፕሮፋይሊ ደግሞ ናይ ቅድስት ድንግል ማርያም ስእላ ድኖ እየ ገይረ ዘለኹ እና ደቂ ዓበይቲ ወይ ቪድዮ እዚኣ ትመስል ነይራ። እስካዕ ቪድዮ ፍፃማ ንዝተኸታተልኩምኒ ካብ ልብና ኣመስገንኩ እየ። ላይክ፣ ሸር፣ ሰብስክራይብ ምግባር ደሞ ኣይትረስዑ። እዚ ጉዳይ እዚ ንዝምልከተን ደሞ ብውሽጢ መስመር ይኹን ብፌስቡክ ይኹን ብቲክቶክ ሸር እናበልኩም ኣብፅሑለን ማለት እዩ። ብፍላይ ድማ ኣብ ኮንትራትን ዘለዋ እዚ ነገር እዚ ዘጋጥመን ዘሎ ካብዚ ነገር እዚ ንኸደሕናን ንክቁጠባን ሼር ኢልኩም ኣብፅሑለይ ደቂ ዓበይቲ ወይ ብጣዕሚ ዝፈተኩም ዘኸብረኩምን ሰሰናዩ ባይ ባይ